ሰላም ከመይ ቀኒኹም ፍትዋት ተኸታተልቲ መደብ ጭራ እንግሊሽ ሎማዓንቲ ድማ ገረምቲ ገረምቲ ዝኾኑ ኣባህላታት ብእንግሊሽ ክንርኢ ኢና ሶ ያ ከምቲ ናይ ኩሉ ሻዕ ዝብለኩም ሌት ስቴይ ቱጌዘር ኖት ምሓዝ ከይትርስዑ ናይ ሎማዓንቲ ሓንቲ ቃለ ምልጣትኩም ማለት ኣጣዕሰኩም እሺ ሶ ኖት ምሓዝ ከይትርስዑ ባይዘ ዘይነገርክኹም ናይ ኦንላይን ክላስ ምዝገባ ጀሚርና ኣለና ዘይትጅምሪ ዘይትጅምሪ ገዲፍክና ገዲፍክና ትብሉ ኣለኹም ጀሚርና ኣለና ክትምዝገቡ እንድሕር ዳኣ ደሊኹም ብ0025 98906 ብዋትስኣፕ ኮንታክት ጌርኩምኒ ክትምዝገቡ ትኽእሉ ኢኹም እያ ማይ ፍሬንድ ወንት ማድ ኦኬ ማድ እንታይ ማለት እዩ ማድ ማለት ሓደ ከም ምሕራቕ ክንትርጉሞ ንኽእል ኢና ሳምታይምስ ኢት ሃዝ ሚኒንግ ላይክ ክሬዚ ከዓ ዕውድ ንምባል እውን ንጥቀመሉ ኢና ሶ ማይ ፍሬንድ ወን ማድ እንታይ ማለት እዩ እዚ መሓዛይ ወይ ከዓ ዓርከይ ሓሪቑ ግን ፍሬንድ ክንብል ከለና ዓርከይ ማለት ከምዚ ንቦይ ፍሬንድ ወይ ከዓ ንጋርል ፍሬንድ ማለት እውን ንተቃራኒ ወይ ከዓ ንተፃራሪ ፆታ ፍቅረኛ ንምባል ኣይንጥቀመሉን። ፍሬንድ ማለት መሓዛ እዩ። ያው ብትግርኛ ሳምታይምስ ወደይ ኣወዳት ንወዳት መሓዝቶም ዓርከ ኢሎም ስለ ዝፅውዑ ማለት ሶ ያ ማይ ፍሬንድ ወንት ማድ ብባህላ እንታይ ክንብል ንኽእል መሓዛይ ሓሪቑ መሓዛይ ሓሪቓ ኢልካ ዝተለመደ ነገር ካብ ንብል ቤስት ዌዝ ላይክ ቱ ሰይ ማይ ፍሬንድ

ንሳቶም ሓሪቖም ኦኬ ሶ ከምዚ ጌርና ክንጥቀም ንኽእል ኢና ባይ ዘ ወይ ብዛዕባ በናና ዝረኸብክዎ ማለት ከመይ ኢሎም እዮም በናና ምስ ምሕራቕ እንታይ ረኺብዎ ምናልባት ቶሎ ስለ ዝብሽቅጥ ዶ ይኸውን ኢለ ሓሲበ ነይረ ሶ ጉግል እናገበርኩ ካብ ዝረኸብክዎ ነገር ሓደ እንታይ እዩ በናና ኢዝ ደ ቤስት ኣንቲ ኤጂንግ ፍሩት እንታይ ማለት እዩ እዚ ካብቶም ኣንቲ ኤጂንግ እንታይ ማለት እዩ እርጋን ዝከላኸሉ ፍሩትስ ኦኬ ሶ ኣንቲ ኤጂንግ ፍሩትስ ይበሃሉ ማለት እዩ ሶ ብናና ኢዝ ዋን ኦፍ ደ ሞስት ቤስት ኣንቲ ኤጂንግ ፍሩት ስለዚ በናና ብልዑ ካሊእ ሺ ኢዝ ቨሪ ስማርት እንድሕር ዳኣ ክንብል ደሊና እንታይ ንብል ሺ ኢዝ ቨሪ ስማርት ደባሪ እዩ ማለት ኦልሬዲ ስማርት እንታይ ማለት እዩ ንቕሕቲ ወይ ከዓ ጎበዝ ንምባል ኢና ንጥቀመሉ ምሽ ግን ጎበዝ እያ ወይ ከዓ ንቕሕቲ እያ ኣክ ንምባል ዊ ሃቭ ኣናደር ኦፕሽን ሶ ዊ ካን ሰይ ላይክ ሺ ኢዝ ስማርት ኩኪ ኩኪ እንታይ ረኸይዎ ከይትብልኒ ኣይ ዶንት ኖ ደይ ሰይት ዊ ሰይት በቃ ፀዓዱ ኢሎሞ ንሕና ከዓ ንብሎ ኣማራጭ ሶ ያ ሺ ኢዝ ስማርት ኩኪ ወይ ከዓ ንሱ ንቑሑ እዩ ወይ ከዓ ንሱ ስማርት እዩ ክንብል ድሕር ኢልና እንታይ ንብል ማለት እዩ ሂ ኢዝ ስማርት ኩኪ ንሳቶም ንቑሓት እዮም ዴይ ኣር ስማርት ኩኪ ያ ሶ ዝበሃላ እዚኣቶም ተጠቐምሎም ብጣዕሚ እዮም ክሕግዙኹም ስፔሻሊ ከዓ ምስቶም ኔቲቭ ስፒከርስ ኦፍ ላንጉጅ ክንዘራረብ ከለና ዊች ሚንስ ላይክ ምስቶም ተዛረብቲ ናይቲ ቋንቋ ክንዛረብ ከለና እዞም ኣባህላ እዚኣቶም ድሕር ዳኣቲና ኣንኮንሽስሊ ማለት ኮይ ኢሎም ዋላ እኳ ይኹን ኣብቶም ሰዓትሳቶም ግን ዝኾነ ቦታ ሓደ ክንፈጥር ንኽእል ኢና ማለት እዩ ካንጌት ስፔስ ሶ ያ ተጠቐምሎም ሂ ኢዝ ቨሪ ኣክቲቭ ሂ ኢዝ ቬሪ ኣክቲቭ ኣክቲቭ እንታይ ማለት እዩ ንቑሕ ያ ሶ ሂ ኢዝ ቬሪ ኣክቲቭ ኣክንዲ ምባል ካልእ ኦፕሽን እንታይ ኣለና ሂ ኢዝ ፉል ኦፍ ቢንስ ቢን እንታይ ክገብር ናብ ዝመፅ እዩ ቢን ማለት እዛ ኣብዚ ትርእይዋ ዘለኹም ፎቶ እያ ብትግርኛ እንታይ ከም ዝበሃል ይፈልጡ ሳምታይምስ ዩ ካኦት ላይክ ኣዳጉራ ኦር ሳምቲንግ እና ቢን ምስ ንቕሓታይ ከም ዘራኸብ ኣነ ኣይርድአንን ግን ዘይሰይት በቃ ሂ ኢዝ ፉል ኦፍ ቢንስ ሶ ቢን ባይ ዘ ወይ እስ ካብዞም ሞስት ፕሮቲን ወሃብቲ ወይ ከዓ ሃይ ኣማውንት ኦፍ ፕሮቲን ካብ ዘለዎም ዓይነታት ጥረ ምረት ሓደ እዩ እቲ ብብዝሒ ፕሮቲን ዘለዎ እኳ ደኣ ማለት እዩ ስለዚ ምናልባት ሓደ ሰብ ፕሮቲን ክህልዎ ከሎ ንቑሕ ይኸውን ብዝብል ዶ ይኸውን ኢልና ኣይንመራመር እንታይ ደኣ ንገብር እቲ ዝበልዎ ሱቕ ኢልና ንብሎ ማለት እዩ ስለዚ ሂ ኢዝ ፉ ኦፍ ቢንስ ክንብል ንኽእል ወይ ከዓ ሺ ኢዝ ፉ ኦፍ ቢንስ ንሳ ንኣሕትያ ወይ ከዓ ንሱ ንቑሕ እዩ ቴራ ኣክቲቭ ኦኬ ኢት ኢዝ ቬሪ ኢምፖርታንት ኢምፖርታንት እንታይ ማለት እዩ ኣገዳሲ ኦኬ ወይ ከዓ ወሳኒ ሂ ኢዝ ቬሪ ኢምፖርታንት ኢልና ኣክንዲ ምዝራብ ዊ ዱ ሃቭ ኣናዘር ስማርት ኦፕሽን ኦፕሽን እንታይ ማለት እዩ ወይዘወይ ኣማራፂ ኦኬ ሶ ሂ ኢዝ ቬሪ ኢምፖርታንት ወይ ከዓ ሺ ኢዝ ቬሪ ኢምፖርታንት ኣክንዲ ምባል ዊ ካን ሰይ ሂ ኢዝ አ ቢግ ቺዝ ቺዝ ክሳዕ ክንዲ ዙዲ ኣገዳሲ ኣይደኖ ግን በቃ እቲ ሰብ እሱ ኣገዳሲ እዩ ካዚ ነገር እዚ ኣገዳሲ እዩ ክንብል ድሕር ኣይላል ዊከን ሴ ላይክ ኢሪዝ ቢግ ቺዝ ፎር ሚ ትምህርቲ ክሳዕ ክንዶ ድዩ ኢሹ ኮይንካ ከም ዝወጢርካ ትምሃር ዘለካ ንድሕር ኣይልና የስ ኢሪዝ ቢግ ቺዝ ፎር ሚ ሶ ዊ ኣር ሲንግ ላይክ ኢት ኢዝ ቨሪ ኢምፖርታንት ቱ ሚ ኢና ንብል ዘለና ማለት እዩ ስለዚ ንዓይ ብጣዕሚ ኣገዳሲ እዩ ኢና ንብል ዘለና ማለት እዩ ንሰብ ክንጥቀመሉ ንኽእል ንነገራት ክንጥቀመሉ ንኽእል ወይ ንሰይ ኢሪዝ ቢግ ቺዝ እንድሕር ደኣ ኢልና እቲ ነገር ንሱ ብጣዕሚ ኢምፖርታንት እዩ ወይ ከዓ ኣገዳሲ እዩ ንብል ኣለና ማለት እዩ ንሰባት እንድሕር ሂኢዝ እንድሕር ኢልና ሰብ ንሱ ኣገዳሲ እዩ ሺኢዝ እንድሕር ደኣ ኢልና ከዓ ሺኢዝ ቢግ ቺዝ እንድሕር ደኣ ኢልና እንታ ሰብ ንሳ ኣገዳሲት እያ ሺኢዝ ቢግ ቺዝ ፎር ዚስ ካምፕኒ ነዚ ትካል እዚ ታሰብሳ ኣገዳሲት ሰብ እያ ማለት እዩ ብዘይካኣስ ዳርጋ የለን ንምባል ንሕዳ ኢልና ካሊእ ኣይ ሃቭ ሞር ኢምፖርታንት ቲንግስ ቱ ዱ ኢምፖርታንት ከም ዝበልኩም ኣገዳሲ ሶ ካልኦት ኣገደስቲ ነገራት ዝዕየዩ ወይ ከዓ ካልኦት ኣገደስቲ ዝገብሮም ነገራት ኣለውኒ ክንብል ንሕዳ ደሊና ዊ ካን ሰይ ኣይ ሃቭ ሞር ኢምፖርታንት ቲንግስ ቱ ዱ እዚ እቲ ኖርማል እንግሊሽ እዩ እቲ ኖርማል ማለት በቃ ኖርማል ሶ ካብዚ ብልፅ ብዝበለ ክንብሎ እንድሕር ደኣ ደሊና ከ I have a bigger fish to fry. I have a bigger fish to fry. ካብዚ ዝዓበየ ዓሳ ዝጥበስ ኣለኒ ዊች ሚንስ ኣብዚ ዝኒኤ ደቀቕቲ ነገራት እዩ ካብዚ ዝኒኤ ዘይረብሕ ነገር ግዜ ኣየጥፍእን ኣብዚ ነገር እዚ ኣይተገድስኩን ወይ ኣይተሰሓብኩን ዘለኹ ንዓይ ኖት ኢምፖርታንት ሶ ኣይ ሃቭ ቢገር ፊሽ ቱ ፍራይ ካብዚ ዝዓበየ ቢገር ታይ ማለት እዩ ዝዓበየ ኣብ ክልተ ነገራት እናፂርና እቲ ዝዓበየ ክንብል ንኽእል ኢና ዊከን ስለክ ቢገር ያ ስለዚ ካብዚ ዝዓበየ ዓሳ ኣለኒ ዝጥበስ ኢና ዘለና ስለዚ እንቶም ንኣሽቶ ክጠብስ ግዜ ኣይጥፍእን ሃብ ቢገር ዋን ኢና ዘለና ሶ ተጠቕሙላ እዚኣ ስፔሻሊ ምስ መሓዝኩም ጀምዓዲ ዝበሃል ሓቂ ምስ መሓዝና ኮይና ንምንታይ ምሳሌ ዝፃወት ኦር ሳምቲንግ ወን ዴይ ሰይ ላይክ ንዓ ምሳና ሌስ ሃፋን ብሓደ ኢንጆይ ንግበር ብሓደ ንፃወት ከለክል ከለኹ ኖ ኣሃበ ቢገር ፊሽ ቱ ፍራይ ኢላ ናብ ስራሕና ክንከይድ ንኽእል ማለት እዩ ካሊእ ዝኾነ በቃ ሓደ ሰብ ፈድድ ኮይኑ በቃ ሓሪቑ መፂና ሶ ካልም ዳውን ክንብሎ ንኽእል ኦኬ ካልም ዳውን እንታይ ማለት ዝሕል በል ወይ ከዓ ተረጋጋእ በት ዊ ዱ ሃቭ ስማርት ወይ ኦፍ ሴይንግ ዲስ ቲንግ ካልእ ዝበለፀ መንገዲ ልና እዚ ንብለሉ ማለት እዩ ተረጋጋእ ክትብሎ ከለካ ሓደ ሰብ ሬዲ ሓሪቑ እዩ ዘሎ ንዝሓረቐ ሰብ ተረጋጋ ክትብሎ ከለካ መሪሱ እዩ ዝሕርቕ ከምዚ ከማን ትሕርቕ ኮንኩ ማለት እዩ እሺ ስለዚ ተረጋጋ ኦር ሳምቲንግ ካብ ምባል ዊ ሃቭ the best option we can say like put yourself together ኣይ ዶንት ኖ እንታይ ንምባል ከምፅኡ ብቻ ግን ክትሓርቕ ክልና ሓሳባትና ስካተረድ ይኾኑ እዮም ስካተረድ ማለት ብትንትን ይብሉ እዮም ሶ ዓርስኻ ወይ ከዓ ሓሳብካ ሰብስብ ላይክ ቱ ፑት ቱጌዘር ማለት ናብ ሓደ ምእካ ማለት እዩ ራይት ስለዚ ፑት ዮርሰልፍ ቱጌዘር ወይ ከዓ ዓርስኻ ኣክብ ክንብሎ ንኽእል ዊች ኢዝ ላይክ ኣበሃህላ ሃይዝም ዘተን ኩላቶም ሪኦን ዘለና ሶ ብከምዚ ዓይነት መንገዲ ሰባት ክነረጋግእ ንኽእል ማለት እዩ ስለዚ ድሕሪ ሕዚ ካልምዳውን ዝበሃል ቋንቋ ኣይንጥቀመሉ ኦኬ ጌት ራይድ ኦፍ ስ ስቱፒድ ኢሞሽን

ዝተናደደ ዝሓዘነ ወረቨር ዘ ኢሞሽን እቲ ስምዒት ዝኾነ ይኹን ብቻ ግን ዴኣሪ ነባር ፊል እዩ ስለዚ ብቻ ግን ኔጌቲቭ ዝኾነ ኢሞሽን ማለት እዩ ኣልታዊ ዝኾነ ኢሞሽን ንኣብነት ሓጎስ እውን ኣብ ኢሞሽን ስለ ዝምደብ ኢለ ስለዚ ካብቶም ሕማቃት ኢሞሽናት ሓደ ሰብ ካብ ዘለዎ ሕማቅ ኢሞሽን ውፃእ ክንብል ንሕዳ ደልና ገራይዶፍቲስ ኢሞሽን ክንብል ንኽእልና ብቀሊል ግን ኢስ ቦሪንግ ደባሪ ብጣዕሚ ከምኡ ክንብል ከለና ስለዚ እንታይ ክንብል ንኽእል ሸክ ኦፍ ሼክ ኢድ ኦፍ ሼክ ኢድ ኦፍ ካብ ምንታይ መፅያ እንታይ ረኸይዎ ምስ ካብ ዘለካ ሕማቕ ሓሳባት ወይ ካብ ዘለካ ሕማቕ ስምዒት ምውፃእ ክትብል ትኽእል ኢኹም ንኣብነት ኮካኮላ ሼክ ክንገብሮ ከለና ጋዙ ካብ ውሽጢ ይወፅእ ምሽ ስለዚ ኣብ ውሽጢ ሒዝዎ ዝነበረ ነገር ይተፍእ ኣሎ ማለት እዩ ሶ ሼክ ኢድ ኦፍ ኣብ ውሽጥካ ዘሎ ነገራት ሼክ ጌርካ ኣውፅኣዮ ምባል ካልኣይ መንገዲ እዩ ማለት እዩ ከምዚ ኣብዚ ትሪእዎ ዘለኹም ዝተፈላለየ ክዳን ሓበሻ ዙርያ ጥልፊ ሽፎን ከምኡ እውን ክዳን ደቂ ተባዕትዮ ተወሳኺ ድማ ባህላዊ ኣቑሑት ከምኡ እውን ባህላዊ ባክግራውንድ ድሕር ዳደሊኹም ብስልኪ ቁፅሪ 002519890 ሸዱሽተ ዒስራን ኣርባዕተን 06 ብዋትስኣፕ ብኢሞ ክትረኽቡና ትኽእሉ ኢኹም። ቪድዮ ን ሓቢልኩም ስርሕልና ንክትብሉ ግን ክድብረኩም ይፈልጠኩም እዩ ብደንብ እየ ዝፈልጠኩም ትምህርቲ ኣይትፈትውን ኣምጀስ ኪሪን ሶ ያ ናይ ሎማዓንቲ ክላስና ኣብዚኣ ተብቅዕ ቀፃሊ ከዓ ብካሊእ ትሕዝቶ ክሳብ ንራኸብ ኣምጉና ሚስ ዩ ሓሳባትኩም ኣብ ኮመንት ኣቐምጡለይ ላይክ ምግባር ከይትርስዑ እንድሕር ደኣ ፈቲኹሞ ተዘይፈቲኹሞ ከዓ ይቐኒየለይኩም ትወፁ ማለት እዩ